ሰላም ሰላም እንታይ ኢና ንሰምዕ ዘለና ጀነራል ኣብርሃ ድንኩል ተካሒድና ኢና ይብል ኣሎ።
ከዳዓት ኩልሻዕ ኩልሻዕ ይጽልምቶም ይሕስዉ። ነዚ ምላሽ ዝኸውን ድማ ጀነራል ወደንጥሩ ዝበሎ ኣሎ እሱ ውን ክንከታተል ኢና።

ከይሊፈቱ ኩለኹም እንኳዕ ላና ሳሚ ሪያክት ዩቲብ ቻናል ብሰላም መጻኹም ከይሊፈቱ ኩለኹም ዳይ ሰብስክራይብና ላይክ ናገርኹም ናዚ ቻናል እዚ ቤተሰብ ኩኑ ዳይላ ቪድዮታትና ንቐጽል እሺ ፋሚሊ በቲ ፈለማይ ቪድዮና ንቐጽል ኣለና ሰናይ ምክትታል
ከዳዓት ኩልሻዕ ኩልሻዕ ይጽልምቶም ይሕስዉ ሓድሽ ኣይኮነን ክድዓት ሓድሽ ኣይኮነን እታ ክንዕወተላ መዓልቲ እውን ዝኸድዑና ነይሮም እዮም። ምክንያቱ ኩሉ ሻዕ ዝሓስብዎ ብዛዕባ ዓወት ዘይኮነስ ብዛዕባ ነብሶም ብዛዕባ ኣበይ ተሸጒጥና እዩ ነብስና ነድሕን ኢሎም ስለ ዝሓስቡ ተስፋ ዝቆረፁ ብዛዕባ ህዝቢ ዘይሓስቡ መስዋእቲ ክንከፍል ኢና ኢሎም ሓንቲ መዓልቲ እውን ሓሲቦም ዘይፈልጡ ስለ ዝኾነ እቶም ከዳዓት ምኽድዖም ትሩ ከይገርመና ሓዱሽ ኣይኮነን። እቲ ደጋጊሙ በቢ ክፍለ ዘመኑ ዝለዓል ህዝቢ ትግራይ ናይ ምጥፋእ ከም ዘርኢ እቶም ጥንታውያን ፀላእትና እዮም። ቀደም እውን ከምኡ ከም ዝነበረ ይነግሩና እዮም። ኣብ ትዕት ቃልሲ እውን ከምኡ ከም ዝነበረ ንፈልጦ ኢና። ኣብዚ ከምዚ ዝበለ መድረኽ ኩልሻዕ ህዝቢ ትግራይ እንዳሰዓረ ስለ ዝወፅእ ናይ ባዕሉ ታሪኽ ስለ ዝኾነ ገሊኡ ህዝቢ እናሰዓረ ይወፅእን ኣይዕወትን ካብኡ ተስፋ ያቆርፅ ኩልሻዕ ትረኣዮ እታ ጀሚሩስ ምግዳፉ ዘይዕወት ምዃኑ ስለ ዝፈልጥ ነቲ ህዝቡ መልእኽቲ ሕሊፍሉ ዝኸድ እዙይ ምስዓር ማለትስ ዓብይ ጎቦ ምጉታት እዩ ኢሎም ከይዶም እዮም ኢሃፓ ንደርጊ ምስዓር ማለት እዩ ኢሎም እቲ ዘሕለፉሎም ከምቲ ናይ ትግራዋይ ኣይኮነን ከም ዝሰዓሩ እዩ ትግራዋይ ግን ከም ዝስዕር እምበር ከም ዝሰዓር ኣይፈልጥን ብታሪኹ ኩልና ተቓለስቲ ንኹን ኣብ ገዛና ዘለና ንኹን እንፈልጦ ተቓሊስና ከም ንዕወት ተሳዒርና ከም ዘይንፈልጥ ጸላእትና ረብሪቦም ረብሪቦም ረብሪቦም ባዕሎም ከም ጨው ከም ዝሓቁ ባዕሎም ከም ዝፈርሱ ንሕና እውን ምቹ ግዜ እንዳመረፅና ከም ንስዕሮምን ከም ንዕወትን ኢና ንፈልጥ ሕዚ እውን እቲ ዘለና መማረፂ እንታይ እዩ እንተይልና ህዝብን ሰራዊትን ሓደ ምዃን ምምሕዳር ናይቲ ህዝቢ መርሓ እዩ እቲ ሰራዊት እውን መርሓ ኣለዎ ብሓደ እንዳተራኸብና እወ ቤተሰብ ሃምዚ ክል እዩ ያው ድንኩል ምላሽ ይውለሎ እስቲ ላብ ልቅፅል ቪድዮና ንእተው። ኣነ እንተርናሽናል ጀነራል እየ ኣነ እንተርናሽናል ጀነራል እየ እንተርናሽናል ጀነራል ኮይነ ናይ ቲፒኤልኤፍ ምልሻ ክኸውን ኣይደልን ጀነራልነት እንተርናሽናል እዩ እቶም ናብ ቲፒኤልኤፍ ውድብና ኢሉ ዝበሉ ናይ ቲፒኤልኤፍ ምልሻ ከም ዝኾኑ እየ ዝቆፅሮ

ኣፍልጡና ኢኩም ኣብ ኮሜንት። ኩለኩም ሰብስክራይብ እና ላይክ ናገበርኩም ከዝለ ንቀጽል።
ኣነ ክምርዓወኪ ድልየት የብለይን ምሳኺ ክነብር ድልየት የብለይን ኢሉ እንዴ ዋይ እዚ ዳሞ እንታይ ሽግር ኣለዎ ኣነ ስለ ዘለኒ ድልየት ናተይ ይኣኽለና እዩ ናይ ሓዳር ተኻፊልካ እዩ ዘለካ ተኻፊልካ እዩ ዝንበር ናተይ ናትካን ዝበሃል የለን ኣብ ሓዳር ኢለዮ ውሽማ ምስ ሓዝካ ሰበይትኻ ከይትግጥመካ ክትገብሮም ደለካ ሓሙሽተ ነገራት ሓደ ናብ ገዛ ክትኣቱ ከለኻ እንተወሓደ ዋላ ደስ ከይበለካ ግንባር ኣስዒምካ እያ እቶ ኣይተጠርጥረካን እያ ልቢ ጓል ቅኒ መርፌ እያ ምስ መሰየ ምስ መሰየ እንተወሓደ ዋላ ሓንቲ ሃሪምካ ደቅስ ዋላ ሕቆኻ ትሰበር ጉዳይ ኣይኮነን ከይትግጠም ንግሆ ዋላ ሳልስቲ ዝገበረ ፀብሒ ተቐርበልካ ሰለስተ ኩላሶ ዋላ በሊዕካላ ትወፅእ ኣርባዕተ ራብዓይ ናብ ውሽማኻ ኣብ ትኸደሉ ግዜ ኮምፕላሴን ጌርካ ውፃእ ቀያየርካ ኣይትውፃእ ህራይ ቅያር ክዳን ኣበይ ትገድፍ ኣብ እንዳ ድኳን ኣብቲ ከባቢ እንዳ ውሽማኻ ደሎ ድኳን ወይ ገለ ኣውኻ ተቐምጦ ቅያር ክዳን ኣርባዕተ ዶ በፂሕና ሓሙሽተ፣ ውሽማ ንኽትሕዙ ክተሓባበረኩም ትደልዩ ሰባት ብውሽጢ ርኸቡኒ። ውሽማ ክትሕዛ ክተሓባበረክን ትደልያ ሰባት ብውሽጢ ርኸባኒ። ኪሮስ ቴልካ ደቂ ኣምሓረን ኣስመራን ዓተከሌዛንን ባፅዕን ከይተረፈ ንኢትዮጵያ ንሃባ ዝብል ሰብ ሓኽሊ ድሙ እንተልካ እሞ ጠቕላላ ካብኡ ዝገደደ ማልያ ዘይብሉስ ጋቦን ናብ ዓፅሚ ሰማእታትና ዝኸደ ነውራም ሰብ ኣቦይ ብዓሶ ተዝመውት ንሓሸኒ ዝብል ሰብ ኩሎም ኣብቲ ዙርያ ዘለዉ ዓርቂ ዓርኪ ፈቓቕሲ ነቓዕ ኢሎም እዮም። Yes!
ንፍለጦም ኣይንፍለጦም ኣብ ዙርይኦም ዘለዉ ከ እንታይ ማለት እዮም? ኩሎም ነቓዓት እዮም። ፈቓቕ እንተኾይኑቲ እቶም ካልኦት ከኣ ነቓዓት እዮም። እምበኣር ነዞም ሰብ እዚኦም ንኽትምጉቶም ወይ ክትቃለሶም ከማን ብዙሕ ሃለውለው ኣይድልየካን እዩ ቃላቶም እኹል እዩ ቃላቶም እኹል እዩ ኣብ ስክሪን ግብር ኣቢልካ ንህዝቢ ኤርትራ ሲ እቶም ከምዚ ዝብሉ ዘለዉ እኮ እዚኣቶም እዮም ኢልካ ክተርእዮም ትኽእል ኢኻ መንግስቲ ኣብ ከምዚታት ብዙሕ ዋጋ እዝኒ ስለ ዘይህቦም ተዘይኮይኑ ቃላቶም ጥራሕ ኢኻ ተርእዮ ንሰራዊት ቃላቶም ተርእዮ ደቂ ኣምሓረ ተይሎምና ንህቦም ኣስመራ ተይሎምና ንህቦም እንዳበሉ ከለዉ ኢኻ ተርእዮ ነቲ ስለ ደቀምሓረን ኣስመራን ባጽዕን ነዕጽምቱ ዝኽስክስ ሓርብኛ ሰራዊት ኤርትራ ማለት እዩ ኣበይ ዘሎ ናጽነት ኣበይ ዘለዉ ሰማእታት ኣበይ ዘለዉ እዚኣቶም በራዩ ሸፋቱ እንዳተባሃሉ እንከሎ ኢኻ ተርእዮ ሕጂ ቃላቶም ዝዋግኦም ፕሮፋይሎም ዝተቐደደ ሰብ ከቢድ ገበን እዮም ብጽቡቕ ነገር ከታልሉ ይክእሉን እዮም ኤርትራዊ ቆርበት የብሎምን ኤርትራዊ ክብሪ ኤርትራዊ ተጸባይነት የብሎምን እቲ ጽቡቕ ነገሮም ቆርበቶም ቀደም ዝተበሳሰዐን ዝመሽመሸን ስለ ዝኾኑ ዋላ ሓንቲ ደድሕሮም ዝስዕብ ከኣ እቲ ቆርበቶም ዝተለኸየ እዩ። ስብሓት ይመልስልና ኣምልጡልና። ብሓቂ ብብማዕልቱ ኢና ንራኸብ ገገለ ንሕዝ እተን ዝኽእለን ዝመስላ ተንኮላት ካወይ ተማሂረን ሓቂ ብል ገገለ ማለት ብዙሕ ናይ ትንኮል ዓቕሚ ይነብረምን ብዝኾነ
ይከኣል ድዩ ግን ከምኡ
ትራንስፈረንስ ዝበሃል ኣሎ ሜዲሲን ሕሙም ካብ ሓኪም ይምሃር ሓኪም ካብ ሕሙም ይምሃር እቲ ትምሃሮ ትርጉም ይህልዎ ዶ ይህልዎም ዘይገድስ ማለት እዩ መን መን እዩ ዝበሃል ተባዕባዕታ ተበል ዝበሃል እቲ ስታሊን ኣብቲ ስታሊን ባዕባዕባዕ እናበለ እቲ ዘይክእሎ ዘይፅዋዖ ዘረባ ዝፅዋዖ ከምቱ መን እዩ ዝበሃል ሓደ እውን ደደቢት እውን ዝብሎ ናይ ትግራይ ታሪክ እዩ ደደቢት ሒዝዎ ዘሎ ሽም እሱ ግን ናይ ትግራይ ባህርን ኖርውን የብሉን ይሕሱ የልዕል ኣቢሉ ገለ መለ እዩ ስለዚ ፈደራል ንሕና ፈሊጡና ኣብኡ ከም ዘለና ፈሊጥና ኣሎ ቃልሲ ከም ጀመርና ፈሊጥና ካብኡ ዝተርፈ ዝሕግዘና የብሉ ፈዳን መን ድዩ ገዚእልና ንስኻ እውን ትፈልጦ ኢኻ መን ከም ዝገዝአልና ፈዳን ዝተገዝአና ቀለብ ዝተኸበና ካብ ግዱሳት ናይቲ ቃልስና ደገፍቲ ተጋሩ እዮም ናይ ተጋ ክዳና ተደልዩ ንትዴፍ ምስ ሕዚ ንቐሺ እንደ ስደድካ ታሕዞ ዕዳጋ ዘሎ ዩኒፎርም እዩ ስለዚ ዕዳጋ ዘሎ ንሶም ንኸወልዑ ዘይገዝሉ ትድኤፍ እንትኩር ሰራዊት ሓመድ ዝመስል ናይ ከም ሰራሕተኛ ዝመስል ዝገዝእሉ ቅርሺ ክቕንሱ ደልዮም እምበር ረንጀር ዝሽየጥ ዘየለ ይኮነ ገዚእናዮ ገዚእናዮ ብዙሓት ፈተውትና ኖ ክህልዎ ኣለዎ ሰራዊት እዚ ክፍለ ኣለዎ ከፍቲ እዩ ከዓ እቲ ሓበጥ ብምካዱ እዩ ዘሎ ካብኡ ክፍለ ኣለዎ ኢሎም ኣዋፂኦም ዕዳጋ ደሊና ፈደራል ሓዚ ሓንቲ ዝገብረና እተን ክዳን ስኢሉ ክሓልፍ ስለ ዘይብሉ ኣፍቂድና ኣሕሊፍናዮ

ኣምላኽ ኣቦይ ኣብ ዝኸፍኣኒ ኣብ ዝተሸገርኩሉ ኣብ ዝተደነስኩሉ ኣብ ጸገመኒ ጥራይ እየ ዝዝክረካ ኣቦይ መዓረይ ትሕዘለይ ዶ ትኸውን ንስኻ እኮ ዘይትሕዝ ኣምላኽ ኢኻ ሓዳግ ኣምላኽ ፈቃር ኣምላኽ ኢኻ ንስኻ ንስኻ እሙን ዓርከይ ኢኻ ንስኻ እሙን ኣፍቃሪየይ ኢኻ ንስኻ እሙን ኣቦይ ኢኻ ናብዚ ንኽበጽሕ ሓዚልካ ደንጸኻኒ ፈጣሪየይ ሓደ ንስኻ ኢኻ ተመስገንካ ኣምላኸይ ብጣዕሚ እየ ዘመስግነካ ኣቦይ ማዓረይ ከም ዘይትሕዘለይ ይፈልጥ እንዴ። ያው እሺ ቤተሰብ ሎማዓንቲ ልሓዝኹም ቪድዮታት እዚኦም መስሉ ነይሮም ኣብ ቐፃሊ ብልገራርሙ ቪድዮታት ሒዘልኹም ክምለስ እየ እስካብ ሽዕቱ ሰብስክራይብ እና ላይክ ናገበርኹም ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ኹሉኹም ዳይ